ክሳዕ ዛሎምዓንቲ ከምዛ ትሪእዎ ዘለኹም ብቴንዳ ተሸፊኑ ኣብ ጥራ ኣብ ገምገም ባሕሪ እዩ ተደርብዩ ዘሎ ነዚ ሬሳ እዚ ንኸልዕልዎ ለሚንና ሓቴትና ኢና ማንም ሰብ ግን ክረድኣና ኣይከኣለን ብዓይንኹም ረኣዩ በጃኹም እዚ ውን ከምቲ ቀዳማይ ክንብሎ ዝጸናሕና ካልኣይ ሬሳ እዩ እዚ ግና በብግዚኡ ቅድም ኣቢሉ ስለ ዝወጸ በብግዚኡ ዝመጽእ ሑታ ክሽፍኖ ስለ ዝጸንሐ መታን ከይርገጽ ኢልና ኢና ምልክት ጌርና ክውል ኣቢልናዮ ከምስ ትሪእዎ ግን እግዚኣብሔር ኣምላክ ይሓዘልና መድሃኒኣለም ብዓይነ ምሕረቱ ይጠምተና እምበር ኣብ ልዕሊ ሬሳ ኮንካ ከምዚ ጌርካ ክትድህስሶ ከቢድ እዩ ክሳዕ ክንደይ ግን ብምሒር ስቅያትን ብምሒር ሞት ብዝሕን ኣብ ቅድሚ ዓይንና እንታይ ዓይነት ሰባት ተቀይርና ከም ዘለና ክትሞዝኑና ትክእሉ ኢኩም ብስጭትናን ስቅያትናን ሓዘንናን ከይንክድ ኢና ኣብ ከምዚ ነገራት ኣቲና ንዓለምን ንህዝብን ክንነግር ደሊና ዘለና ስቅያትና ይኣክለና በሰላና ይኣክለና ኣሕዋት እዚ ትሪእዎ ዘለኹም ሬሳ ናይ ሓደ ሓው እዩ ክሳዕ እዛ ሎማዓንቲ ግን ረዳኢ ኣካል ኣይረኸበን ብንቡር ውን ክውል ዝበሎ ቦታ ሃቡና ክንቀብሮ ኢልና ሓቲትና ነዚ ክቀብሮ ኢሉ ዝመጽእ ኣብ ጎኑ ብጥይት ኣውዲቅና ምስኡ ክንድርብዮ ኢና ክንዝሑ ዝሒና ስለ ዝበሉና ንሂወትና ፈሪሕና ውን ንሕና ስጋሕቲ ትም ኢልና ኣለና ስለዚ እቲ ክረድኣና ዝኽእል ዝበሃል ሰብ እቲ ክረድኣና ዝኽእል ዝበሃል ኣካል ሕጂ ተረድኤ ዘድልየና ግዜ ብፍላይ እቶም ኣብ ኹምዛ ኣለና ንበሃል ሰብ

ንቡር መታን ከይሓልፎ እዚ ሬሳ'ዚ ውን ኣራግጽ ንኸይውዳእ ከምዛ ትርእዩና ዘለኹም ኣብ ቀረባና ዝጸንሐ ሑጻ ሽፍን ሽፍን ኣቢልና ከው ንገብር ኣቢልና ኣልና ንኸይድ ኣለና ነቲ ክረድኦ ዝኽእል ኣካል ንልምን ኣለና በታ ንኽእላ ቋንቋ ድያ በቲ ደይንኽእሎ ቋንቃ ኣብዚ ቦታ ዝለመድና ቋንቋ ንልምን ኣለና ህዝብና ርድኣና ሓቂ ፈሊጥና ኢልካ ሕርቅ ኢኽን ኢልካ ወገን ኮነና ንደናቁርን ኣስተውዒሎም ዘይዛረቡ ሰባት እዚ እድሊ ሞራልን ተስፋን እናሃብኩም ኣብ ሕማቅ ኣይተውድቅዎም ስለዚ ነቲ ሕማቅ ዝጸረፈና ሰብ ሕጂ ውን ክንወቅሶ ደጊምና ኣይደልን እየ ህዝብና ግን ትርኢ ኣለኻ ትሰምዕ ኣለኻ እሞ ሕጂ ጸግዒ ኩነና ሰብ ኩነና ሬሳ ውላድካ ሬሳ ኣሕዋትካ